ሰበይቲ ሲ ንስኺ ምስ መጻኺ እያ ተባላሽኣኒ እምበር ከምዚ ኣይኮነት ነይራ ኣነ ምስኣ ክንደይ ዓመት እየ ጸኒሐ እና ከምዚ ዓይነት ባህርያት እዚ ንመጀመርያ ግዜ ንስኺ ምስኣ ምስ ዝኾንኪ ኢኺ ዝርኢ ዘለኹ ሰላም ሰላም ናይ ሸዊት ዩቱብ ተኸታተልቲ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለኣ ኣብ ዘለኹምዎ ሰላምኩም ብዝሕ ትረፍ ይበለለይ እንዳበልኩ ለማዓንቲ ከዓ ነይ ብሓድሽ ቪድዮ መፅኣኩም ኣለኹ ነዛ ቪድዮ ክጅምሮ ኣለኹ ላይክ ብምንጓር ጀምሩ ኢኹም ሓድሽ ዝኾንኩም ድማ ሳብስክራይብ እንዳገበርኩም ቤተሰብ ኩኑ ክብለኩም ይደሊ ማለት እዩ እምበኣሪ ከምዚ ኣብ መእተዊ ዝረእኹምዎ ብዛዕባ ሌልና ኣሌክስ ቤት እየ መፅያልኩም ዘለኹ ማለት እዩ ርኢኹም ኢኹም ቤትና ሊሊ ኮይነን ንኣሌክስ እንታይ እንዳገበራኦ ቀንየን ከመይ ገይረን እንዳናደዳኦ ቀንየን ከመይ ገይረን እንዳፀለላኦ ቀንየን ርኢኹም ጎን ኢኹም ማለት እዩ በተለይ ሊሊ እሞ ክነግረኩም ይኽእሉ ሓደ ግዜ ፀብሒ ስራሕ እንዳበለት ትማሊ ጉድ እንዲያ ገራት ናይ ትማሊ ቪድዮም ብጣዕሚ እዩ ዘስሕቕ ነይሩ ማለት እዩ ፀብሒ ስራሕ ትብለላ ጭራሽ ማይ ማይ ተቕርበሎ ብጣዕሚ ዝገርመካ ርእዎም ማዕረ ክንደይ ሰበይትሲ ማዕረ ክንደይ ተፃዊራ ከም ትኸይድ ማለትሲ ምግቢ ከመይ ኢላ ኣርእየዎ ዝ ንእሽተይ ሓንቲ ሽንጉርቲ ከቲፉ ዓይኑ ከመይ ኢሉ ከም ዘቃጸለ ልኢኹምዎ ኢኹም ማለት እዩ ፌስታልና ምሽፋን ገለ ምናምን እዩ ከይዱ ማለት እዩ ብጣዕሚ የስሕቐኒ ካብኡ ማይ ግበረሉ ምናምን ትብሎ ኣለካ ኣነስ ኣምፂኡስ ድርጉሕ እያ ድርጉሕ ምንም ኣየቕላለዎ ምንም ኣይገበረ ማለት እዩ ኣቐናሃለ ስእሉ ስልስ ኣብልዎ ብጣዕሚ ዝገርመካ ማለት እዩ ማራ እዩ ዘሳቕ ነይሩ ማራ እዩ በቃ ማለት ሲ ማራ የዘናግዕ ሓደ ሓደ ግዜ ከምዚ ዓይነት ሲ ፅቡቕ እዩ ማለት እዩ እስኻ እውን ትዘናጋዕ ኢኻ ማለት እዩ እና ቤቲ ማለት እዩ ብቀዳማይ ንኣሌክስ እንታይ ኣጌራቶ እንታይ ገይረ እዩ ካብ ገዛ ውፅ ኢልዋ ምናምን ተበልኩም ከዓነ ማለት እዩ ሊሊ ኣነ ካብ ዝፈልጣ ከምዚ ዓይነት ባህርያት ጭራሽ ኣይነበራን ንስኺ ካብ ትመፅጊን በቃ ሓደ ግዘ ናብ ጓል ኪድኻ ትብለኒ ሓደ ግዘ ስዒምካ ትብለኒ ምናምን እዚስ ንስኺ ክትምህርያ ዘለኽ እምበር ሊሊ ከምዚ ዓይነት ኣይትፈልጥ ነይራ ንስኺ ካብ ትመጽእ ግን ተባላሽያ ሰበይተይ እና ኣነ ከዓኒ ሰበይተይ ክትባላሸወኒ ስለ ዘይደሊ ካብዚ ገዛስ እንተትወፅልና እረ ብጅኻ ተለመን ተተባሃለ ሊሊ ብጣዕሚ እንዲ ሓዚና ንምንታይ ከምዚ ዓይነት ንግግር ትናገረለይ ንሓፍተይ ኢላ ብጣዕሚ እንዲ ሓዚና ብጣዕሚ ማለት እዩ ኣነ ከምዚ ዓይነት ካባኻ ኣይፅበዮን ከምዚ ዓይነት ቃላት ካባኻ ኣይፅበዮን እየ ኣንሕና ፕራንክ ዳኢና ገርናካ እምበር ብሓቂ ኣይኮነይ ስለምንታይ ሕጂ ከምኡ ኢልካ ትናገራ ዋላ እሞ ኣይትኺድ ስለምንታይ ከምኡ ዓይነት ዘረባ ትዛረባ እንታይ ይስማዕ ኢልካ ትሓስብ ዲኻ እም? እሳ እኮ ምሳይ ምሳና ሓቢራ ክትከውን ኢለ ኣመፅያ እምበር ከምዚ ዓይነት ንግግር ክትነጋገራ ኣይኮነን ኢላሊ ለኸዓ ማለት እዩ ብጣዕሚ እያ ተናዲዳ የናድድዮ እውን ማለት እዩ እሳተን ዝሰርሓኦ ፕራንክ እዩ እሱ ኢለን ንክጫወታ ኢለን ቤተሰብ ንክዘናጋዕ ኢለን እየን እምበር ንሓቂ ይኮነ ኣለኪስ ግን ብጣዕሚ ተናዲዶ ፍትሽዒቱ ሰዓት ማለት እዩ ሕጂ ግን ሕነኡ ፈዲሎ ማለት እዩ ክልተ ብሓደ እንዲዮም ዝስዕሩ ኣለዉ ወይ ከዓ ኩዕሸ ንኸይትርኢ ካልኣይ መዓልቲ ኩዕሸ ንኸይትጫወት ኢለን እየን ከምኣ ገይረንኻ ማለት እዩ ሊሊ እዛ ኩዕሸ ምርኣይ ኣይፈተወታን እያ ማለት እዩ ትማሊ ንሊሊ ኣናዲዶምዋ እንዲዮም እታ ባዕላ ዘላ እታ ባዕላ ክትበፅሓለይ ትደሊ ኣብ ባዕላ ክትኮን ዘይትደሊ እያ ትማሊ ምስ ዳጊ ኮይኑ ኣለክስ ብጣዕሚ እዩ ኣናዲድዋ ንልሊ ማለት እዩ ላዕሊ ኣበፂሓታ ብጣዕሚ እያ ተናዲዳ ካብ ዓቐን ላዕሊ ማለት እዩ ጭራሽ ጓለጥ ኒስስ ስደድዮ ኣውርድዮ ምናምን ምናምን እናበሉ ማለት እዩ ቅድሚ እዚ ርኢኹም ወያኹም መዓረ ክንደየናይ ንጓልሲ ክንደየናይ ትሓልፈላሲ ርኢኹም ወያኹም እና ሕጂ እውን ትማሊ እውን ብጣዕሚ እያ ተናዲዳ ማለት እዩ ከምዚ ዓይነት ተግባር ከምዚ ዓይነት ሓሳብ እንድሕር ውዒልካዮ ሴስ ስለምንታይ የስደድ ናይ ሓቂ ከርካ ትዛረበለካ ኣለና ኣሌክስ ሞ ድሓር ድሓር ኣቤና ይኾነልና ኣቤና ንዘራረብ ኢና ኣነ ስኸይ እንዳውለት እያ ነይራ ማለት እዩ ዳጊ ግን ከምዚ ዓይነት ተግባር ካባኻ ኣይፅበዮን እየ እንዳበለት ማለት እዩ እንዳ ግን መራ እንዲያ ሓዚናትሉ ነይራ ንምንታይ ከምዚ ዓይነት ስራሕ ትሰርሕ ስኻ ከምዚ ዓይነት ተግባር እንድሕር ውዒልካዮ ኮይንካ ስቲ ስለምንታይ እዩ ዝሰደድ ይኺድ ምናምን ኢልካ ትዛረብ እይይ ኢላ ትኾሪ ነይራ ማለት እዩ ሓቂ እያ እዚ ብጣዕሚ ማለት ሲ ተኮይኑ ወይ ከዓ እዚ ንሊሊ ንክፍትን ኢሎም እንዲዮም ገይሮምዋ ብትክክል ተኮይኑ ግን ሓደ ናብ ሓደ ሂወት ክትኣቲ ከለካ ከረጋገፅካ ስኢልካ ዝው ኢልካ ዘይምእታ ማለት ንስዓ ክነብር ድየ ምስኡ ክነብር ድየ ክቕፅል ይደሊ ድየ ወይስ ግዛዊ እየ ኢልካ ክትሓስብ ኣለካ ሲጀመር ኣይፍቀድ እዩ ግዘው ዶ ምናምን ዶ ኢልካ ወዮ ናይ ሕዚ ግዘ ደኣ ኮይኑ እምበር ከምዚያሳስ ኣይፍቀድ እዩ ኣይፅቡቕን እውን ንዓልካ ኣብ ሂወትካ እውን ንቐፃሊ ሂወትካ ፅቡቕ ኣይኮነን እና ዜሮ ዜሮን ቤት ዓይነይ ኣናዲዶምዎ ኣለዉ ማለት እዩ ኣቶ ኣሌክስ በቲ ዓይነይ ከምታ ዝመጻኸያ ትኸዲ ትወፅለይ ካብዛ ገዛይ እምበር ሰበይቲ እንዳተባላሸወት ንስስ ቆይለ ኣይርእን እየ እንታይ ይኮን ምኸይራታ ትኸውን መቸም ሊሊ ናይ ፕራንክ ንግስቲ ምኳና ትፈልጥዋ ኢኹም ሊሊ እያ ከምዙይ ንግበር ኢላታ ትኸውን እምበር ቤታ ኣይኮነትን ንዓ ከምዙይ ንስራሕ ኢላታ ኣይትኾንን ርግፀኛ እየ ማለት እዩ እንዲያ ምስኪን እያ ስቕ እያ ትብል እስከ ዝርዝራ ኣብ ቀፃላይ ብኸመይ እየን ክፈዲኦ ብኸመይ እየን ክምልሶኣ ዝብል ሓቢርና ክንርኢ ናብ ኩነት ሱቕ ዝብለ ከይመስለኩም ናይ ትድቅሰሉኛ ቤቲ ከምዚ ገይርዋማ ከምዚ ገይሩ ኣንቢዕዋ ከምዚ ገይሩ ኣሕዚንዋማ ብፍፅም እያ ስቕ ዘይትብል ሕንኣ ክትምልስ እያ ኣለኪስ ከዓ ከምዚ ዓይነት ፕራንክ ከይትገብራ ካልኣይ መዓልቲ ከምዚ ውፀለይ ኪደለይ ትብል እኮ ብጣዕሚ እዩ ዝድብረካ ብጣዕሚ እዩ ዘናደካ ማለት እዩ መረኣይኻ ከዓ ዝስምዓካ እና ናይ ልምዓት ቪድዮ ሕዘልኩም ዝመፀኹ ነዚኣ ትመስል ነይራ። ላይክ ሳብስክራይብ ምግባር ኣይትሕመቑ ኢኹም ማለት እዩ። ሸር ግበሩ፣ ላይክ ግበሩ። ሓደሽቲ ዝኾንኩም ሳብስክራይብ እንዳገበርኩም ቤተሰብ ኩኑ። ቤተሰበይ ዝኾንኩም ከዓ ላይክ ሸር ምግባር ኣይትሕመቑ ኢኹም ማለት እዩ። ኣብ ቀፃላይ ቪድዮና ክሳብ ንራኸብ ኣብ ዘለኹም ሰላምኩም ብዝሕ ትርፍ በለለይ። ሰሰናይ ንዓኹም ባይ ባይ